ኦኬ እምበኣርከስ ንሎም መዓልቲ ብዛዕባ ሳብጀክት ቨርቭ ኣግሪመንት ከመይ ጌርና ርእሰ ነገርና ምስ ግሲ ኣሰማሚዕና ንኸይድ ዝብሉ ሕግታት ክንርኢ ኢና ወይ እውን ሓደ ሙሉእ ሓሳብ ክንምስርት እንከለና ከመይ ጌርና ሳብጀክት ቨርቭ ኣግሪመንት ንጥቀም ድብሉ ክንርኢ ኢና ማለት እዩ። ብቐዳማይ ደረጃ ንሪኦ ሳብጀክት

together with along with those words are phrases are not parts of the subject ኦኬ እምበኣር እዞም ብፀሊም ንሪኦም ዘለና ቃላት ኩሉ ግዜ ኩሉ ግዜ እዞም ብፀሊም ንሪኦም ዘለና ቃላት ሓረጋት እዮም ሳብጀክት ኣይኮኑን ኦኬ ናትና ርእሰ ነገር ናትና ርእሰ ነገር በዞም ቃላት እዚኦም ተደኣ ተሰንዩ ሃልዩ ኩሉ ግዜ ኩሉ ግዜ እዚኦም ሓረጋት እዮም ናትና ርእሰ ነገር ኣብ ሓደ ሙሉእ ሓሳብ በዞም ቃላት ተደኣ ተሰንዩ ሃልዩ እቲ ናትና ግሲ ምስ ናትና ርእሰ ነገር ክሰማማዕ ይሕግዙና ማለት እዩ እዞም ቃላት እዚኦም ንኣብነት ቀዳመይቲ ንሪኣ ዘለና as well as as well as ከምኡ እውን ቱጌዘር ዊዝ ቱጌዘር ዊዝ ምስኡ ኣሎንግ ዊዝ ኣሎንግ ዊዝ ምስ በዞም ቃላት እዚኦም እንተ ተሰንዮ ሃልዩ ናትና ርእሰ ነገር ኩሉ ግዜ ምስ ግሲ ክሰማማዕ ይሕግዙና ማለት እዩ። ኦኬ ከም ሳልሳይ ንሪኦ ከም ሳልሳይ ሕጊ ቱ ሳብጀክትስ ኣር ጆይንድ ባይ ኤንድ ኣር ፕሉራል ክልተ ርእሰ ነገር እንተ ደኣ ኣብ ሓደ ሙሉእ ሓሳብ ሃልዮምና ኩሉ ግዜ ኤንድ ምስ ትብል ቃል እንዳተጠቀምና ንኸይድ ግን ከዓ ድርብ ግሲ እዩ ክኸውን ትግስናትና ማለት እዩ ኦኬ ከም ራብዓይ ደረጃ ንሪኦ ቱ ሳብጀክትስ ጆይንድ ባይ ኦር ኖት ኤዘር ኔዘር ኖር ወይ ክብን ኖት ኦንሊ በት ኣልዶ ቴክ ደ ቨርብስ ዳት ኣግሪ ዊዝ ደ ሳብጀክት ክሎዝስ ቱ ኢት እንታይ ድብለና ደሎ ብዝሓ ግዜ ኩሉ ግዜ ኩሉ ግዜ ክልተ ሳብጀክት ናትና ጆይን ዝገብሩልና ወይ ወይ እውን ዘራኸቡልና ነገራት ኣብ እንግሊሽ ከም ሕጊ እዚኦም ቃላት እዚኦም ኣለና እዚኦም ቃላት እዚኦም ኣለውና ንኣብነት ኖት ኦር ወይ ንጥቀም ኤዘር ወይ ኔዘር ክልትዩ ኖር ከዓ ወይ ትጠቕሰልና ማለት እዩ ኖት ኦንሊ ጥራይ ዘይኮነ ጥራይ ዘይኮነ በት ኦልሶ ግና ከዓ ንብል ማለት እዩ ዘን ፀሊመን ዘለዋ ብዛዕባ ዘን ፀሊመን ዘለዋ እየ ክዛርብ ፀንሐ ኖት ኦንሊ በት ኦልሶ ኖር ኔዘር ኤዘር ኖት ኦር ኖት ስለዚ እዞም እዚኦም ሓረጋት እዚኦም ተደኣ ሃልዮምና ነቲ ናትና ርእሰ ነገር

እዚ ሕጂ ከከም ዓዱ ይፈላለ እዩ ከከም ዓዱ ይፈላለ እዩ ኣብ እኩባት ኣስማት ኩሉ ግዜ ንጽል ግሲ ንወስድ ወይ እውን ድርብ ግሲ እውን ክንወስድ ንኽእል ኢና እዚ ሕጂ ከከም ዓዱ ይፈላለ እዩ ኦኬ in a sentence beginning with her or their the true subject follows the verb ኩሉ ግዜ ብዛዕባ her ወይ እውን there እዚኦም ክልቲኦም ቃላት እንተ ደኣ ሃልዮምና እዚኦም ክልቲኦም ቃላት እንተ ደኣ ሃልዮምና her ክንብል ከለና ኣብዚ there ኣብኡ her ኣብዚ her ኣብዚ there ኣብኡ እቲ ናትና ሙሉእ ሓሳብ ኣብ መጀመርታ በዚኦም እንተ ደኣ ተሰንዩ ሃልዩ በዚኦም ቃላት እዮም ብክልቲኦም እንተ ደኣ ተሰንዩ ሃልዩ ኩሉ ግዜ ናትና ግሲ እባ ናትና ርእሰ ነገር ብግሲ ዝተሰነየ እዩ ብግሲ ዝተሰነየ እዩ ግስና ንፅል ክኸውን ይኽእል ንፅል እንተኮይኑ ርእሰ ነገርና ከዓ ንፅል ይኸውን ማለት እዩ

ኩሉ ግዜ ኢንደፊኒት ፕሮናውን እንድሕር ደኣ ሃሊና ኮይኑ ዘይውሱን ኣዋጅ ዘይውሱን ኣዋጅ እንድሕር ደኣ ሃሊና ኮይኑ ኩሉ ግዜ ድርብ ግሲ ንወስድ ማለት እዩ ን ሳም ኢንደፊኒት ፕሮናውንስ ግን ከዓ ገለገለ ገለገለ ደይውሱን ኣዋጃት ኣለዉና ንኣብነት ሳም ገሊኡ ኤኒ ዝኾነ ይኹን ኦል ኩሉ ሞስት መብዛሕትኡ እዞም ቃላት እዚኦም ኩሉ ግዜ እንድሕር ደኣ ኣብ ዘይውሱን ኣዋጃት ዘይውሱን ኣዋጃት እንተ ደኣ ኣብ ርእሰ ነገርና ሃልዮም ፎሎውድ ገይሮም ድሕር ሃልዮም ኮይኖም ኩሉ ግዜ እንታይ ኢና ንወስድ ፕሉራል ኩሉ ግዜ ፕሉራል ንወስድ ግን ከዓ ሲንጉላር እውን ክንወስድ ንኽእል ኢና ግን ከምቲ ናትና ሙሉእ ሓሳብ ናትና ሙሉእ ሓሳብ እዩ ድውስኖ እቲ ናትና ሙሉእ ሓሳብ እዩ ድውስኖ ከከም ሰንተንስና ማለት እዩ